ኣብዚ ሕዚ እዋን እዚ ፋብያን ብዝተፈላለዩ ብዙሓት ዓይነት ሕማማት ተጠቂዑ ይርከብ ኣሎ። ፋብያን ሸውዓተ ይሕዋት ኣለዎ ሸውዓቲኦም ስዋኣት እየን። እዚ ናይ ክሎም ቆልዑት ባዕሉ እዩ ዝናብዮም ኣብ ትሕቲኡ ኣብ ርእሲኡ ብዙሕ ዓይነት ሕማም እዩ ዘለዎ ፋብያን ናይ ሕቆ ማህሰይቲ ኣለዎ ደም ብዝሒ ሽኮር ብዝተፈላለዩ ዓይነት ሕማማት እዚ ኣብ ሕቖ እዩ ዝነድድ ነይሩ እዚ ኣብ ሕቖ እዩ ነዲዱ እዚ ጨርቂ እዚ ትሪእዎ ዘሎ
ሰላም ክቡራት ተኸታተልቲ ናይዚ መደብ እዚ ኣያና ኣቦና ስነ ጥበባዊ ብርሃነ ዘርኣይ ፋብያን እዚ ኩሉ ጸገም ኣጋጢምዎ ዘሎ ንክፍታሓሉ ሓምሳ ለሚን ንሓደ ሰብ ሸኸም እያ፣ ንሓምሳ ሰብ ከኣ ጨና ከም ዝበሃል፣ ኩላህና በብዓቕምና ኢደይ ኢድካ እናበልና ሽግሩ ክንፈትሓሉ፣ ዳግም ናብ ፊልም ናብ ስነ ጥበብ ተመሊሱ ስርሑ ዝሰርሓሉ እዋን ንኽመጽእ ኩላህና በብዓቕምና እቲ ዶክተር እቲ ኢንጅነር ኩሉ ባይዘወይ ኣብ ኩሉ ዓይነት ሞያ ንነጥፍ ሰባት በብዓቕምናን በብንኽእሎን በብሞያናን ክንሕግዞ በዚ ኣጋጣሚ ንላቦ። ንስነ ጥበባዊ ፋብያን ከኣ ሙሉእ ጥዕና እምነየሉ በዚ ኣጋጣሚ። ወደሓን ኩን።
ይገንጸል።
ነተን ስልኪ ቁፅሪ ሂበየን ነይረ ሓደ ክልተ ሰለስተ ኣርባዕተ ሓሙሽተ ኢለ ቁፅሪ ሂበየን ነይረ ገለ ደቂ ኣንስትዮ በቲ መጀረቲ ምድራፍ ስኢነን በዚ ናይ ቋንቋ ሕጂ ሻምብቆ ማለት ሶልያ ግልባጥ ሻምብቆ ማለት ከኣ ዶ ማለት እያ። ዝያዳ እዚ ናተይ ወለዶ ዘሎ እዚ ሓድሽ ወለዶ በታ ሓርበኛይ ነብርኒ ታሪኸይ እዩ ዝውረስ ትብል ደርፉ ምስ ጆን ካርሎ ትደርፎ ዝያዳ ዋይ ዝፈተኩ። ነዝስ ነዝስ ክንዲ ብዝሑ ደም ይፍሰሶ ልክዕ ኹብሪ ተባለት ትደንደስ ባሕሪ ጃላቡኻ ንዴሴታት ተወንጨፋ ወኒንወን ብዓርስቲ ሓርበኛይ ነብርኒ። ታሪኹ እዩ ዝውረስ መርምር ብጻይ ገምግሞ ጉዕዞኻ ናህርኻ ወንጭፍ ዘክር ጀጋኑኻ
ሽሽቃታት ንለየሉ ኩሉ ግዜ ኣኸስና ንሕልቋ ሓንቲ ጎጃላ ናቱ ፍርያት ምሳይ ከዓ ፊት ስለ ዝገብር ንዓይ ኣይኮነን ንኻልኦት ዝህብ ዝነበረ ሰብ እዩ። እታ ፋብያን ትብል መጀመርታ ብምንታይ እያ ጠብያታ? ካብ ሰማንያ ዓመተ ምህረት ስጋዕ ሕጅስ ስድራይ ከይተረፈ ብኣ እዮም ዝጽውዑኒ። ፋብያን ቀንዲ ሽመይ ኮይና እያ ተሪፋ ማለት እዩ። ትሽዓተ ዓመት ከድና ኣጋጣሚ ውለድ ኣይተረኽበን በዚ ምክንያት ተፈላለና እቲ ምፍልላይ እውን ፈታኒ ነይሩ ብዙሕ ክሳራታት ድምፂ ቃልሶ እሳውን ቃንዛ ኢልና ኢና ንፅዋዕ ምስቲ ናይ ነርብታት ቃንዛ ኣብቲ ዓንዲ ሕቆይ ዝነበረ ግን

ሲዮማይ ኢንተርተይመንት ብዛዕባ ብርሃነ ዘርኣይ፣ ፋብያን፣ ስነ ጥበባዊ ማለት ድምጻዊ፣ ገጣሚ፣ ዘያሚ ከምኡ ድማ ሃራሚ ክራር ኣብ ርእሲኡ ከኣ እቲ ዝዓበየ ከኣ ዓቢ ተዋሳኣይ ብዛዕብኡ ንክዛረብ ዕድል ዝሃብኩምኒ ብጣዕሚ እየ ዘመስግነኩም። ብርሃነ ዘርኣይ ብክልተ ሽሕን ሰለስተን ኢና ተፋሊጥና እዚ ድማ ምዉት ቀላይ ትብል ፊልም ብሓንሳእ ንክንሰርሕ ተሰማሚዕና።
ብመጀመርታ ንሲዮማ ኢንተርትመንት ነዚ ዕድል ዝሃብኩምና ኣዝየ እየ ዘመስግነኩም ማለት እዩ ቀፂለ ምስ ብርሃነ ፋብያን መዓስ ኢኹም ትፋለጡ እንድሕር ተባሂልና ብላሽና ማለት እዩ ኣብ ሽሕን ሸዓተቤትን ቲስዓን ሓደን ኣብ ቲቪ እየ ዝፈልጦ መጀመርታ ማለት እዩ ቅድሚ ኣርቲ ምምፀኢ ማለት እዩ ሓርበኛ ይነብር እዩ ታሪክ እዩ ዝውረስ እንዳበለ ከሎ ሽዑ ሃህ ኢለ ዝሪኦ ነይረ ማለት እዩ ኣብ ኣርት ምስ መፃኹ ከዓ ምስኡ ኣብ ጎኑ ኮይነ ሰሪሐ ማለት እዩ። መጀመርያ ስዮማይ ኢንተርተይመንት ነዚ ዕድል እዚ ስለ ዝሃብኩምኒ ብጣዕሚ የመስግን። ሓፈሻዊ ብዛዕባ ብጻይና ፋብያን ክንዛረብ እንድሕር ኮይና ድማ ፋብያን ኣነ ኣባጽዕ ትፈልጦ ከም መሳርሕቲ ከም መምህር ናይ ኩሉ ነገር ኣብ ዞባ ሰሜን ቀይሕ ባሕሪ እየ ዝሰርሕ ኣነ ከም ኣካል ናይቲ ቤት ፅሕፈት ኮይኑ ዋላ ኣይኹና እምበር ከም ኩሉ ዜጋ ኣብ ቤት ፅሕፈት መፂኡ ሞራል ወሃቢ ብዛዕባ ሃገርን ህዝብን ብዙሕ ነገር ዝሓስብን ብዙሕ ነገር ዝገበረን ብፃይ እዩ
ሰላም ኣብ መላእ ዓለም ኮንኩም ኣብ ሲዮማይ ኢንተርቴንመንት ትከታተሉና ኣፍቀርቲ ጥበብ ኣብዛ ኣለኹም ኣሊኹም ዕድመን ጥዕናን እንዳተመነኸልኩም ሎማዓንቲ ሓንቲ መልእኽቲ ወይ እውን ሓበሬታ ሒዘልኩም እየ መፅኤ ዘለኹ ሓፍትኹም ስነ ጥበባዊት መረብ እስቲፋኖስ እየ ብዛዕባ ገዲም ኣያና ሓውና ስነጥበባዊ ብርሃነ ዘርኣይ ፋብያን ፋብያን ካብ ኣብ ሜዳ ጀሚሩ ብኩሉ ነገራቱ ኣብ ስነጥበብ ኾውን ኣብቲ ናይ ካልእ መዳያት ዝነጥፍ ዓቢ ገዲም ስነጥበባዊ ብኩሉ ነገራቱ ብጠባዩ በካይዱ ብስነስርዓቱ ካብቶም ኣዝየ ዘድንቆም ዝፈትዎም ኣያይ መሓዛይ ሓወይ መሳርሕተይ እዩ ንፋብያን ሌላና ኣብ ስነ ጥበብ ክጅምር ከሎ ክፍቲ ናይ መጀመርያ ስርሐ እየ ዝፈልጦ ካብቶም ንብዙሓት ሰባት ዘተባብዐ ኣብ ጎኒ ሰባት ዝኾነ ገዲም ስነ ጥበባዊ ብርሃነ ዘርኣይ ናይ ብሓቂ ምቕሉል ንፉዕ ብዛዕባ እቲ ዝሃብካዮ ፖርሽን ጥራሕ ዘይኮነሲ ብዛዕባ ናይ ካልእ ፖርሽናት ዝግደስ ኣብ ኩሉ ፃዕሪ ኣብ ኩሉ ነገራትካ እውን ምሳኻ ክብድህ ዝኽእል ሓሳባት ዘማቕል ንፉዕ ስነ ጥበባዊ ኢለ ክገልጾ ይኽእል ኣነ። ብርሃነ ፋብያን ብጣዕሚ ሓያል ኣርቲስት ሓያል ዘያሚ ሓያል ገጣማይ እዩ ማለት እየ ማለት ብዙሕ ኣብ ኣርቲስት ብዙሕ እንዳበርከተ ዝኸይድ ሰብኣይ እዩ ነይሩ ማለት እዩ ፋቡ
ኩሉ ዓይነት ዓቕሚ ኣለዎ ተዋሳኣይ እዩ፣ ደራፋይ እዩ፣ ገጣማይ እዩ፣ ዘያማይ እዩ። ሕጂ ተዋሳኣይ ስለ ዝኾነ እቶም ናይ ተዋስኦ ድርሰት ንገብር ንሓግዞ። ዘያማይ ስለ ዝኾነ እቶም ናይ ዜማ ክእለት ስለ ዘለና ኸዓ ንሓግዞ። ኣብ ኩሉ ዓውዲ ዶኣቱ እዩሞ እቲ ዓቕሙ እቲ ናቱ ክእለት እቲ ናቱ ሓይልሲ ንጠቀመሉ ነባራብሮ ነስርሐዮ ከም ሰብ ፋብያን ሓንቲ ከይገለፅኳ ክሓለፍ ዘይደሊ ፋብያን ማለት ፍቕሪ እዩ ፋብያን ማለት ሰላም እዩ ኣብ ፋብያን ኩሉ ነገር ኣሎ ናይ ፋብያን ሰላምን ፍቕርን ንጠቀመሉ ለዋህ እዩ ለጋስ እዩ ከም ለውህነቱ ከም ለጋስነቱ ንሰብ ሓጋዛይ እዩ። ሰላም ሲዮማይ ኢንተርተይመንት ነዚ ዕድል እዚ ድሃብኩምኒ ከየመስገንኩ ክሓልፍ ኣይደልን። መጀመርታ ኩሉ ግዜ ሰባት ስለ ዝኾንና ብዛዕባ ሰብ ክንሓስብ ግድን ስለ ዝኾነ፣ ንሕጂ መምጽኤይ ምኽንያት ብዛዕባ ፋብያን እዩ። ፋብያን ብርሃነ ዘርኣይ ካብቶም ኣለዉ ንብሎም ኣቦታትና እዩ። ገዲም ተጋዳላይ እዩ፣ ስነ ጥበባዊ እዩ። ክብሪ ዝግብኦ እዩ። ኣብ ልዕሊ ክብሪ ከኣ ምስቲ ዘለዎ ጥዕና ክሕገዝ ዝግብኦ እዩ። ስነ ጥበባዊ ብርሃነ ፋብያን ንፉዕ ኣርቲስት እዩ፣ ኣቦ እዩ። ውፉይ ንስርሑ መክበር ሰብ ክቡር ኣርቲስት እዩ ንዓይ ኣቦይ እዩ ከም ኣቦይ ዝገልፆ ብጣዕሚ እየ ዘኽብሮ ዝፈትዎን ማለት እዩ ሰላም ሰላም ኣብ መላእ ዓለም ትርከቡ ኤርትራውያን ኣሕዋትና ከመይ ትኾኑ ኣለኹም ኣብ ዘለኹሞ ሰላምን ጥዕናን እንዳተመነናልኩም ንሎሚ እምበኣር ዓቢ ሓውና ኣያና ኣቦና ገዲም ስነጥበባዊ ብርሃነ ዘርኣይ፣ ፋብያን፣ ካብ ሜዳ ኣትሒዙ ተዘካሪ ስነጥበባዊ ስርሓት ዘፍረየ ከም በዓል ሓርበኛ ይነብርን'ዩ ዝብል ብሉጽ ስርሓት ዘፍረየ ኣያና ስነጥበባዊ ብርሃነ ዘርኣይ፣ ፋብያን። ስነጥበባዊ ብርሃነ ዘርኣይ፣ ፋብያን፣ ብዝኾነ ነገር ካብ ስነጥበብ ዓለም ተኣልዩ ጸኒሑ። እዚ መለይኡ ድማ ብዝኾነ ነገራት ብድሆታት ኣጋጢምዎ ነይሩ። ቀዳማይ ቀዳማይ ናይ ጥዕና ጉዳይ እዩ ካልኣይ ካልኣይ ድማ ብዛዕባ ናይ ስድራ ቤት ጸገማት እዩ ስድራ ቤት ጸገም ክበሃል ከሎ ናይ ስውኣት ኣሕዋቱ ዝገደፍሉ ደቆም ንምእላይ እሱ ንባዕሉ ኣይወለደን ከይወለደ ክንሱ ግን ንደቂ ሓዉ ንደቂ ሓፍቱ ነዲኡ ንኸኣሊ ክሳብ ሕጂ ብዙሕ ብድሆታት ከሕልፍ ጸኒሑ
ደሓር ግን ብጥዕናዊ ጸገም ማለት እዩ ንከባቢ ሸሞንተ ዓመት ታቢሉ ካብ ኣርቲ ተኣልዩ ማለት እዩ ኣብ ርእሲኡ እውን ተደራቢ ናይ ስዋኣት የሕዋት እውን ኣለዎ ማለት እዩ ስድራ ቤት ባዕሉ እዩ ዝኣልዮም ኣብቲ ሓፈሻዊ ህይወቱ ክንመፅእ ከለና ወይ መነባብርኡ ድማ ኣብ ባፅዕ ኣብ ሓይሊ ባሕሪ ነበር በይኑ እዩ ዝነብር ገዛ ንእሸይ ገዛ ኣላቶ ኣብታ ንእሸይ ገዛ በይኑ ኣላይ ዘይብሉ ብዛዕባ ሓፈሻዊ ህይወቱ ድማ ባዕሉ ካብ መጀመርያ ክሳብ መወዳእታ ኩሉ ነገር ይገብር። ብኩነታት ጥዕና እዩ ናብ ባጽዕ ወሪዱ። ኣብቲ ኩነታት ጥዕንኡ ኣብቲ መነባብርኡ ኣብቲ ሓፈሻዊ ህይወቱ ክትሪኦ ከለኻ ድማ ካብ መጀመርያ ክሳብ መወዳእታ ዓብዪ ጸገም ኣለዎ ናይ ኩነታት ጥዕና ክሳብ ይዝከረኒ ደሙ ታሕቲ ወሪዱ ሰለስተ መዓልቲ ክልተ መዓልቲ ኣብ ገዛ ተዓፅዩ ክሳብ ዝጨነወሉ ኣካላት ዝጨንዩ ኣላይ ዘይብሉ ዝኸፍቶ ዘይብሉ ደረጃታት በፂሑ ናብ ሕክምና ተወሲዱ ናብ ሕክምና ድሕሪ ሰለስተ ኣርባዕተ መዓልቲ ሓፈሻዊ ህይወቱ ከም ዝተመሓየሸ ካብ መጀመርያ ክሳብ መወዳእታ ኣብቲ ዝነበረ ንጥፈታት ድማ ከም ኣካላት ወይ ከም ኣባላት ናይቲ ምምሕዳር ዞባ ከም ብፃይና ከም ኣያናን መፂናኡ ንኣልዩ ከም ዝነበርና ኣብ ሓፈሻዊ መነባብሮ ኣብ ሓፈሻዊ ህይወት መፂኻ ዓብዪ ፀገም ወይ ዓብዪ ሽግር ከም ዘለዎ ኢኻ ትርኢ ደቂ ሰብኣት ኣሕዋቱ ከም ዘለዎ ፋሚሊ እታ ገዛ ብምሉኣ ገድሊ ከም ዝኾነት ኣብ ማሕበራዊ መነባብሮ ብዙሕ ፀገም ከም ዘለዎን ሓርገፅገፅ ከም ዘሎን ወይ ኣነ ብዛዕባ ፋብያን ሕፅር ብዝበለ ዝፈልጥ ዝኸበርኩም ደገፍተይ ንብርሃነ ፋብያን በዚ ጋጢምዎ ዘሎ ሽግር ደቂ ስውኣት እዩ ዝናቢ ዘዕቢ ምስኡ እውን ፀገም ናይ ውላድ ኣለዎ ኣብዚ ግዜ እዚ ኣብ ፀገም ወዲቑ ኣሎ እሞ ናይ ኩላትና ሓገዝ ኣይፈለዮ ብርሃንን ዘርኣይ ፋብያን ሸውዓተ ኣሕዋቱ ስውኣት ኮይኖም ደቂ ስውኣት ኣሕዋት እውን ባዕሉ እዩ ዝኣሊ ኣብ ርእሲ እውን ዝተፈላለየ ሕማም ተጠቂዑ ኣሎ እሞ ኩላትና ኤርትራውያን ዓዓቕምና እንተ ኣበርኪትና ንዑ ዓብ ነገር እዩሞ ስለዚ ኣኣብ ዘለኹሞ ሓጎስኩም ኣይፈለየና ኣብዚ ሕእ እዋን ግዚ ፋብያን ብዝተፈላለዩ ብዙሓት ዓይነት ሕማማት ተጠቂዑ ይርከብ ኣሎ ፋብያን ሸውዓተ ይሕዋት ኣለውዎ ሸውዓቲኦም ስውኣት እየን ስለዚ ናይ ክሎም ቆልዑት ባዕሉ እዩ ዝናብዮም ኣብ ትሕቲኡ ኣብ ርእሲኡ ብዙሕ ዓይነት ሕማም እዩ ዘለዎ ፋብያን ናይ ሕቆ ማህሰይቲ ኣለዎ ደም ብዝሒ ሽኮር ዝተፈላለዩ ዓይነት ሕማማት
ተዛሪብካ እንታይ ኣምጺኻ እዩ ትነገሩ ሓደ ዓቢ ስነ ጥበባዊ ካብ ገድሊ ጀሚሩ ክሳብ ኣብዚ ዝበጽሐ ስነ ጥበባዊ ብኸመይ ይሕገስ ብገንዘብ ኣይኮነን ዝሕገዝ ሰብ ብእኽሊ ኣይኮነን ዝሕገዝ ሰብ ብብዙሕ ነገራት ሞራል ንባዕሉ እዩ ሓደ ዓበ ሓገዝ እዩ ኣነ ግን ሓንቲ ሓደራ ክብላ ዝኽእል ኩሉ ነገራት ኣብ ናይ ወፃኢ ዘለዉ ሰባት ጥራሕ ክንህብ ዘይኮናሲ ኣብዚ ዘለኹም ኤርትራውያን ማለት ዓብ ነገር ዘለኩም ማለት ዝተፈላለየ ኢንተርተይመንት ናይ ዩቲዩብ ዘለኩም ሰባት እሱ እውን ልዕሊ 86 ዝኣክል ደርፍታት ስለ ዘለዎ ንዑ እንዳፀዋዕኹም ደርፍኹም ኣብ ህዝቢ ከተቃልሕሉ እዚኣ ሓደራ ይብለኩም የቐኒየለይ ሕጂ እንታይ ኢና ክትብል ኢኻ ደሊኻ እዚ ኩሉ ትዛረቦ ዘለኻ ትብልኒ ትህልው ይኹን ንብርሃነ ፋብያን ካብ ዝተኣልሉ ዝነበረ ናይ ከባቢ ሸሞንተ ዓመት ተኣልዩ ዝነበረ ነዚ ኣርት ብኸመይ ኣቢልና ናብዚ ንምለሶ ማለት እዩ። እቲ ናይ ጥዕናዊ ጸገም ዘለዎ ብኸመይ ንሓግዞ ማለት ካልኦት ቅድመይ ክብሉ ጸንሑ ኣበይቲ ኣሕዋተይ ማለት እዩ ብገንዘብ ጥራሕ ኣይኮነን ብኹሉ ብኹሉ ማለት እዩ በት ሞራል ብዘለና ማለት እዩ ዋላ ናይ ሕክምና ክሳዕ ናይ ሕክምና ምሻልካ ክትገብረሉ ትኽእል ኢኻ ማለት እዩ ባህላየ ማለት እዩ ኣብ ብዙሓት ኢንተርትመንት ዝሪኦም ዘለኹ ማለት እዩ ብውሽጥን ብደገን ዘለዎ ማለት እዩ እቲ ዝግበር ዘሎ ሓገዝ ኣዝዩ ዘሐጉሰካ እንድዩ ከምኡ ከዓ ንብርሃነ ፋብያን ከዓኒ ኣጆኻ ኣለና ኣብ ጎንኻ ኢልኩም ክትተባብዕዎ በዚ ይላቦ ማለት እዩ የቐኒለይ
ከም ሰብ ግን ሓገዝ ኣይረኸበን ንሱ ብሕጂ ግን ንሓግዞ ብሕጂ ግን ንርዳእዮ በብዓቕምና ደጋጊመ ንርዳእዮ ንርዳእዮ እየ ክብል ዝደሊ ፍቕሪ እሞ ፍቕሩ ንቀበል ሰላም እሞ ሰላሙ ንቀበል ንፋብያን ሓውናሲ ብኩሉ ነገር ኣጆኻ ንበሎ ዕቑድ ክእለት ኣለዎ ክእለቱ ከዓ ንጠቀመሉ የመስግን ሲዮማ ኢንተርቴንመንት ቴንክ ኣብ ጥቕልል ኣቢለ ንኩሉ ነገር ንኹሉ ጸገሙ ንኹሉ ማሕበራዊ ህይወቱ ንኹሉ ናብርኡን ዝሓለፎ ህይወትን ኣብ ግምት የእቲኻ ህዝቢ ኤርትራ ብምሉኡ ከም መጋድልቲ ከም ሓው ከም መምህር ከመያ ሓገዝ ናይ ህዝቢ ብምሉኡ ከይፍለዮ ሓፈሻዊ ድማ ነቶም ደቂ ስዋት ዝእለይሉ መገዲ ክናደ በዚ ኣጋጣሚ እዚ ሕብር ደሊ ነቲ ዝገበርኩምለይ ኩሉ ነገር ድማ ከምቲ ኣቐዲመ ዝበልኩ ኣዝየ እየ ዘመስግን የቐንየለይ
ፋብያን ኣብዚ ሕጂ ሰዓት ኣብ ድሓሸ ኩነታት ጥዕና እዩ ደሎ ነዚ ደለዎ ንሕግዞ እንተ ደኣ ኮይና ከኣ ኢደ ኢድካ ናይ ኩሉ ሕብረተሰብ ኤርትራ እዩ ኤርትራዊ ከምቲ ልሙድ ተሓጋጋዛ እዩ ሓጋዚ ባህሪ ኣለዎ በዚ ባህሪ እዚ ከዓ ኩላትና ክንሕግዞ ኣለና ኣብ ስነ ጥበብ ደሎ በቲ ድከኣሎ ነገር ኣብ ውሽጥን ኣብ ወጻእን ዘለኹም ኢደይ ኢድካ እንተድኣ ኢልኩም ፋብያን ሞራል እዩ ዘድልዮ ሓቦ እዩ ዘድልዮ ተስፋ ምኽሪ እዩ ዘድልዮ እሞ ኢደይ ኢድካ እንተድኣ ኢልና ጥራይ ኢና ክንሕግዞ ንኽእል ብፍላይ እቶም ኣብ ደገ ዘለኹም ትከታተልዎ ዘለኹም ናብዛ ቻነል ንፋብያን እንተድኣ ሓጊዝናዮ ሓቦና እዩ ኣያና እዩ ንወርሶ ነገር ብዙሕ እዩ ካብኡ ብዙሕ እዩ ዝፅበየና ደሎ ከዓ ንዓና መቸም ደሓን ኩሉ ናባና ስለ ዝኾነ በዚ ወገን ንሕና ድልዋት ኣለና እቶም ኣብ ወፃኢ ዘለኹም ንስኹም ከ ይብልኒ ሓሲብኩም ትገብርዎ ነገር ንስኹም ካባና ትሕሹ ንስኹም ካባና ትበልፁ ንስኹም እውን ክትሕግዙ ስለ ትኽእሉ ኣብ ጎኑ ኮይንና ንሕና ንገብሮ ነገር ናባና እዩ ንዓኹም ከዓ ንዓኹም ምልከት እሞ ልዕሊ ዝኾነ ነገር ኣነ የቐኒየለይ ኣብዛ ቻነል ኣብዛ ስዮማይ ኢንተርታይመንት ክብሪ ተዋሂብኒ መጽየ ብዛዕባ ፋብያን ትፈልጦ ነገር የብለይን ንእሽተየ ከም ኣቦይ ግን ኣብ ስራሕ ብብዝሒ ተራኺብና ስለ ዘለና ኮፍ ኣቢሉ ምስ ዕለለና ዝስምዓካ እዩ ኣጋጢምዎ ደሎ ጸገም ውላድ የብሉን ሕማማት ተደራሪብዎ ኣሎ ብምርኩስ እዩ ዝኸይድ ፋብያን ሕጂ ቦና ስለ ዝኾነ ሕጂ ኢና ንሕግዙ ሎሚ እዩ ሓገዙ ንተዓወት ስዩማይ ኢንተርታይመንት ከኣ የቐንየልና ክብሪ ሃብኩም። ዝኸበርኩም ደገፍተይ ከኣ ብዓቕምኹም ዋላ ንእሽተይ ነገር ክትሕግዝዎ ብትሕትና ሓትት። ነዚ መደብ ዘዳለኹም ስዩማይ ኢንተርቴይመንት ከኣ ብኽብሪ የመስግን። ላይክ ኮመንት ሸር ክትብሉልና ከኣ ብትሕትና ሓትት። ሰላም ሰላም ተኻታተልቲ ስዮማይ ኢንተርቴይመንት ከመይ ቀኒኹም ሎሚ ብፍልይ ድበለ መደብ ወይ ፕሮግራም እየ መጽየ ደለኹ ኩላትኩም ኣብ ደገ እትርከቡ ፍቱዋትን ክቡራትን የሕዋትና ኤርትራውያን ብሓደ ዓቢ ሓገዝ እየ መጽየኩም ደለኹ ፍልይ ደብሎ ፕሮግራም ወይ መደብ ማለት ከኣ ንመምህርና ኣያና መሳርሕትና ብርሃነ ዘርኣይ ፋብያን ኣዝዩ ተሸጊሩ ተጸጊሙ ስለ ደሎ ብሕማም ኩላትና ኣብ ዝተፈላለየ ኩርናዓት ኣብ ዓለም እንርከብ ኤርትራውያን በብዓቕምና ከምቲ ናይ ቅድሚ ሕጂ ጌርናዮ ዝነበርና ናይ ዝተፈላለዩ ኣሕዋትና ስነጥበባውያን በብዓቕምና ተማላሊእና ሓገዝ ከነበርክተሉ ንኣያና መምህርና ፋብያን ብትሕትና ይሓትት ከምኡውን ኣብ ሲዮማይ ኢንተርተይመንት ሼር ላይክ ሳብስክራይብ ክትገብሩልና ብመነፅር ናይ ስራሕ ድማ ኩላትና ሓገዝና ኣበርኪትና ንፋብያን በብዘለና ዓቕምና በታ ገንዘብ ዘለዎ ገንዘብ እቲ ብሞይኡ ክሕግዞ ድኽእል ብሞይኡ ኩላትና ተማላሊእና ኣብ ሓደ ደረጃ ክነብፅሖ ኣብ ትሕቲ እግዚኣብሔር ኣምላኽ ብትሕትና ይሓትት የቐኒየለይ ሓራይ ዝኸበርኩም ተዓዘብቲ ብዛዕባ ብርሃነ ዘርኣይ ፋብያን እዚ መደብ ክንዕዘቦ ከም ዝፀናሕና ዝያዳ ህይወት እውን ካብ ቃላቱ ሰሚዕና ኢና። ብዛዕባ ብርሃነ ዘርኣይ ፋብያን ከም ዳንኤል ወይ ከም ዲኣር ስዊት ክዛረቦ ዝደሊ ነገር መጀመርያ እንኳዕ ከምቲ ንሕና ንፈልጦ ከምዚ ኢሉ ንኸተንፍስ ዕድል ብምርካቡ እቲ ቀዳማይ ዕድል ይብል ፋብያን ከምዚ ክንሰምዖ ዝፀናሕና ንሂወት ኣብ ሰለስተ ገድሊ ስዒርዋ ኮይኑ ስማዓኒ ንዓይ ፋብያን ከምዚ ሰምዖ ዝፀናሕና ንሂወት ኣብ ሰለስተ ገድሊ ዝሰዓራ ኮይኑ ይስማዓኒ ሓደ ከም ተጋዳላይ ኣብቲ ሃገራዊ ገድሊ እቲ ዝነበረ ገድሊ ንዑ ስዒሩ ካብቶም ዕድለኛት ኮይኑ ናብ ናፅነት ኣትዩ ካልኣይ እውን ኣብ ናብራ ድሕሪ ገድሊ ከዓኒ ካብቶም ፋሕተርተር ኢሎም ነቲ ወፂኦሞ ዝፀንዑ ናይ ሕብረተሰብ ሂወት ንዕኡም ከም ብሓድሽ ተመሊሶም ካብቶም ስዒሮም ከም ሰብ ደው ድበለ እዩ ነይሩ ከም ሳልሳይ ከዓ ኣብ ጥዕና ኣብ ጥዕና እውን ከምቲ ዝሰማዕናዮ ኣነ ቅድሚ ሕጂ ልንኸ ፈልጥ እዩ ምክንያቱ ሰለስተ መዓልቲ ሞይ ተፈልጥ እየ ኢልኒ ነይሩ ደን ሰለስተ መዓልቲ ሞይ ተፈልጥ እየ እንታይ ኢልንስ ሰለስተ ግዜ ሞት ስዒርዎ ክብል ይኽእል ብፍቓድ ፈጣሪ ከም ሰብ ከኣ እቲ ኣብ ውሽጢ ዘለዎ ሓይሊ ኮይኑ ስማዕኒ ሕጂ ኣብ ሂወት ተመፂእና ሓገዝ ደልዮ ዝበዝሕ ግዜ ንዝሓመቐ ንገለ ኢና ንብል ኣብ ፋብያን ግን ኣነ እቲ ክሰዓዝ ዝኽእል ስዒርዎ እዩ ግን ነዚ ኩሉ ዝሰዓረ ጅግና ከ ሓድሓደ ግዜ ኣጆካ ምባል የድልዮ እዩ ኮይኑ ዝስማዓኒ ኣጆካ እዩ ክበሃል ዝደልዮ ንፋብያን ልዕሊ እቲ ንሱ ሓይሉ ደበሎ ሕጂ ግን ምስ ጥዕና ምስ ገለ ምስ ዕድመ ውን ምስ ኩሉ ኩሉ ርኢኻ ኣጆካ ምባል እዩ ካብ ህዝቢ ዝደሊ ኣጆኻ ንበሎ ኮይኑ ስማዓኒ ስቲል ከዓ ነቲ ቃለስ ዝፀንሐ ከም ሰማዕናዮ ናይ ደቂ ሰዋት ኣሕዋቱ ናይ ጥዕንኡ ናይ ገለ ነገራት ቃለስ ፀኒሑ ሞ ነብርዮ ምበልኩ ኣነ ከም ሰብ ከም ተዓዘብቲ ከም ኣፍቀርቲ ከም ኩላና ዋላ መሳርሕቲ ውንሲ ኣብቲ ገለገለ ፀገማት ዘሎሲ ነብርዮ እሞ ከም ሰብ ከዓናቱ ሓይሊ ስለ ዘለዎ ዝያዳ ንሂወት ክስዕራ ይኽእል ክሳብ እቲ ፈጣሪ ዝፈቐደሉ ዕድመ ከኣ እንዳሰሓቐን ብሕጉሱን ክጓዓዝ ስለ ዝደለየ ነብርዮ ምበልኩ ኣነ ልዕኪ ንሓግዞ ማለት እየ ሓገዝ ክኸውን ይኽእል እዩ ከም ካልእ ክኸውን ይኽእል እዩ በቲ ንሓስቦ ግን ንሓይሊ ዘለዎ ሰብ ቁርብ ገለ ነገር ከተብርዮ እንድሕር ክኢልካ ዝያዳ ሓይሊ ስለ ዝረክብ ከም ህዝቢ ከም ተዓዘብቲ ከም ሞያውያን ኩላህና ነብርዮ ምበልኩ ኣብቲ ገለ ገለ።
ኣብ CMY Entertainment ኣድራሽኡ ቴሌፎኑ ክንገድፈልኩም ኢና ዓዓቕምኹም ሓሓንቲ ቅርሺ እንድሕር ድኣ ሰንዲናስ ንዑ ዓባይ ሓገዝ እያ እሙኒ ከም ቀደምኩም ኣብ ጎንና ክትኮኑ ብትሕትና ንሓትት። ስለዚ ንሕና ድማ ኣብ መላእ ዓለም ዘለና ኩላትና በብሞያና በቲ ንኽእሎ ዶክተር ብሕክምና ካልኦት ሰባት ብዝተፈላለዩ ማቴሪያል ዘለኩም ብዓቕሚ ብንዋት ብዝኾነ ነገራት ከምኡ እውን ነቶም ቆልዑ ዝኸውን ፉድ ስታፍ ክሕግዝ እየ ዝብል ዝኾነ ዓይነት ሓገዝ ዘለዎ ንክትሕግዙና ኣብ ስዮማይ ኢንተርቴይመንት ሙሉእ ሓበሬታ ሽሙ ቴሌፎኑ ክንገድፈልኩም ኢና እሞ ከምቲ ኩሉ ህዝብና መዓልታዊ ተሓባባራይ ተሓጋጋዛይ እቲ ደስ ዘብል ባህሊ ስለ ዘለና ንብሙሉእኹም ህዝቢ ነዚ ሓውና በቲ ነቶም ደቂ ስዋኣ ዝኸውን በቲ ከዓ ንዕኡ ንምሕከሚ ዝኸውን ዓቕምና ክንሕግዞ በዚ ኣጋጣሚ ክሕብረኩም ይደሊ የቐኔለይ ኣብ ሲዮማ ኢንተርተይመንት።
ሰላም ኣብ ርሑቕን ቀረባን ትርከቡ ክቡራት ኣሕዋት ሓውና ኣያና ገዲም ስነጥበባዊ ብርሃነ ዘርኣይ ፋብያን በዚ ወሪድዎ ዘሎ ጸገም ብየማንኹም ብጸጋም ጎኑ ክትኮንዎ ተስፋ እንዳገበርና ናባኹም
ናብ ሲዮማ ኢንተርተይመንት በቲ ትገብርዎ ዘለኹም ሓገዝ ብጣዕሚ ኢና ነመስግን ሕጂ ከዓ ክንብሎ ደልና ኣለና ኣብዚ ተኣኪብና ኣለና ሓውናን መሳርሕትናን ኣያናን ብርሃነ ዘርኣይ ፋብያን በቲ ረኺብዎ ዘሎ ሽግር ክሕገዝ ስለ ዘለዎ ንሕና ድማ ኤርትራውያን ምትሕግጋዝ ባህልና ስለ ዝኾነ ኩላትና ክንሕግዞ ንሕና ኣብዚ ኮይና ብዓቕምና በቲ ሞያና ክንሕግዞ ንስኹም ኣሕዋት ኣብ መላእ ዓለም ዘለኹም ድማ ብዝተኻለኩም ብዝተፈላለዩ መንገድታት ብገንዘብ ይኹን ብንዋት ብሞራል ብኩሉ ክትሕግዝዎ ኢና ክንላቦ ኣብዚ መፂና ዘለና እወ ከምዚ ሚካኤለ ዝበሎ ብገንዘብ ጥራሕ ደይኮነ ናይ ሞራላዊ ሓገዝ ናይ ምኽሪ ሓገዝ ስለ ዘድልዮ